ሳምሪ ይበሃል ተቐማጢት ሃገረ ሆላንድ እየ። ናብ ሆላንድ ጌና ጓል ዓሰርተ ሸውዓተ ዓመት እንከለኹ እየ መጽየ። ክሳብ ሕጂ ከኣ ኣብዚ ዓዲ ከባቢ ሸሞንተ ዓመት ገይረ ኣለኹ። ምስቲ ትሕቲ ዕድመ ብምንባረይ ቀዳማይ ዕላማይ ስድራይ ምምጻእን ትምህርቲ ምምሃር እዩ ነይሩ። ዝኾነ ፍቕራዊ ዝምድና ክጅምር ውጥን ኣይነበረንን። ኣብዚ ግዜ እዚ ዕላማይ ፈሊጡ ከም መሓዛይ ኮይኑ ዘሳልየኒ ዝነበረ መሓዛ ነይሩኒ። ንገለ ዓመታት ብምሕዝነት ዜርና። ኣነ ስድራይ ኣምጺኤ ትምህርተይ እውን ክውድእ ቁሩብ ምስ ተረፈኒ ግን ምሕዝነትና ናብ ፍቕራዊ ዝምድና ቀይርናዮ። ኣነ መልክዐይ ደሓን እየ፣ ጽቡቕ ቁመና ከም ዝውንን ሰባት ይምስክሩለይ እዮም። ሓቂ ይሓይሽ ኣፍቃሪየይ እውን ካብ መልክዑ ጉብዝንኡ፣ ካብ ጉብዝንኡ መልክዑ ኣዝዩ ተሃራፊ መንእሰይ እዩ። ንመልክዑን ጉብዝንኡን ርእየን ብዙሓት ኣዋልድ እየን ንፍቕሪ ዝሓትኦ። ንሱ ግን ኣነ ስለ ዝነበርኩ ምርጭኡ ሓራ ይብለን ኣይነበረን። ድሓር ከኣ ክፈኩስ ዘይደሊ ክብድ ዝበለ መንእሰይ እዩ። ምሳይ ፍቕራዊ ዝምድና ምስ ጀመረ ምስ ካልኦት ኣዋልድ ገይርዎ ዘይፈልጥ ምስ ኩሎም የዕርኹቱን ቆረብቱን ምስ ስድርኡ እውን ከይተረፈ ብቴለፎን ኣላልዩኒ። እዚ ኸኣ ኣነ ከም ዘፍቅረንን ንቑም ነገር ከም ዝደልዮን እየ ተርጒመዮ። ምስ ኣፍቃርየይ ግን ብዙሕ ግዜ ኢና ንበኣስን ንጨቓጨቕን ኔርና። እቲ መበኣሲና ምኽንያት ከኣ ኣፍቃርየይ ብኣካል ክንራኸብ እንከለና የኽብረኒ፣ ፍቕሩ ይገልጸለይ ዝገብረለይ እዩ ዝጠፍኦ ካባይ ምስ ተፈለየ ግን ቴለፎን ኣይድውለለይን ኣነ ደዊለሉ እውን ቴለፎን ኣይቅበለንን ካብ ምሳይ ምስ ካልእ ሰብ ክዕልል እዩ ደስ ዝብሎ ሓንቲ መዓልቲ እውን ብቴለፎን ፍቕሩ ገሊጽለይ ኣይፈልጥን ሓንቲ መዓልቲ ግን ሰኺሩ ደዊሉ ከም ዘፍቅረንን ብዘይ ብኣይ ክነብር ከም ዘይደሊ እዩ ነጊርኒ እቶም የዕርኹት እውን ከም ሳምሪ የለን እናበለ ይዛረበለይ ከም ዝነበረ እዮም ነጊሮምኒ መቸም ምስ ኣፍቃርየይ ፍቕርና ቐጺሉ ምጭቕጫቕና እውን ኣይገደፍናዮን ኣብ ዝሓለፈ ቁሩብ ግዜ በቃ ሳምሪተይ ምንጭቕጫቕ በዚሕና ንፈላለ ኢሉኒ። ኣነ ውን ሓራይ ኢለዮ ንቑሩብ ግዜ ተፈላሊና ኔርና። ንሱ ግን ነዊሕ ኣይጸንሐን ይቕሬታ ሓቲቱ እዩ ተመሊስኒ። ሽዑ ኣነ ሕጂ ኣነ ፍቕሪ ወዲ ፍቕሪ ዝጻወተሉ ግዜ ኣይኮነን ንመርዖ ምስ በልክዎ ንሱ ከኣ ንቕድም ቆልዓ ንውለድ ኢሉኒ። ኣነ ግን ቆልዓ ቅድሚ ቃል ኪዳን ኣይሰርዖን እየ ምስ በልክዎ ከይፈተዎ እየ ኣብ ሓሳበይ ተሰማሚዑ። ምስ ስድራይ ክላለ እናተዳለና እንከለና ግን ሃንደበት'ዩ ስድርኡ ክርኢ ጎሹ። ኣብኡ ምስ ከደ ግን ብዙሕ ተቐያይርኒ፣ ቴለፎን ኣይድውለለይን። እንታይ ጸገም ኣሎ ድዩ እንተበልክዎ እውን ደሓን ኣብኡ ምስ መጸኹ ክኾነልና ንዘራረበሉ ጉዳይ ኣሎ ኢልኒ። ኣነ ከኣ ፈሪሐ፣ ገለ ነገር ዘጋጠመ ኮይኑ ይስመዓኒ ኣሎ። ኣይርሒቑ ክርሕቐኒ ኣይቀሪቡ ክቐርበኒ ላንጋ ላንጋ ገይሩኒ። ኣብዚ ዓዲ እውን ናይ ሸሞንተ ዓመት ዝፈልጦ ንፍቕሪ ዝሓተኒ ወዲ ኣሎ። እቱ ወዲ ኣዝዩ ጥዑይ እዩ ሸሞንተ ዓመት ሙሉእ ዝኾነ ሕማቕ ሪኦሉ ወይ ሰሚዑሉ ኣይፈልጥን ኣብ ዝሓለፈ መዓልታት በጃኺ ንቑም ነገር እየ ዝደልየኪ ኢሉ ብኢደይ ሒዙ እዩ ወጠጥ ኢልኒ ጥራይ ሓር ኣይበልኒ እምበር ቅድሚ መርዓ ዋላ ሓደ ይሓተክን እየ ብምባል እዩ ለሚንኒ ኣነ ኸኣ ተማቲኤ ላንጋ ላንጋ ኮይነ ነቲ ፍቃርየይ የፍቅሮ እየ ግን ከኣ ብኡኡ ምትእምማን ሲኢነ ብዙሕ ግዜ ንፈላለ እሞ ኣነ ኸኣ ምስ ካልእ ወዲ ክለማመድ ክጅምር ክብል ከለኹ ይቕሬታ ሓቲቱ ይምለሰኒ። ሕጂ ኸኣ ከም ቀደሙ ከምዚ እናበለ ግዜይ ከይቀትለለይ ፈሪሐ። ሕጅስ እንታይ ተወሰንኩ ይሓይሽ? እቲ ኣፍቃርየይ ክሳብ ወሲኑ ዝገድፈኒ ወይ ዝምርዓውኒ ዶ ክጽበዮስ ወይስ ነዚ ናይ ሸሞንተ ዓመት ዝፈልጦ መንእሰይ ሓራይ ክብሎ? ሓሳባትኩም ቅኑዕ ውሳኔ ክውስን እንተሓገዘኒ ሓሳብኩም ሃቡኒ። ሓፍትኹም ሳምሪ'የ ካብ ሆላንድ። ሰላምታይ ረሳዕኩን ክቡራት ቤተሰብ መሆሳር ሎሚ እውን ከም ልሙድ ሓንቲ ናይ ወትሩ ተኸታታሊት መደባት መሆሳር ዝኾነት ሓፍትና ሳምሪ ከምዚ ክሰምዕዎ ዝጸናሕኩም ምኽሪ ደልያ ቀሪባ ኣላ እሞ ተገዲስኩም ምኽርኹምን ሓሳባትኩም ንክተካፍልዋ ብትሕትና ይምሕጸነኩም ኣብ ዝሓለፈ መዓልታት ምኽሪ ደልዮም ዝቐረቡ የሕዋትና ብዝሃብኩሞ ምኽርታትን ሓሳባትን ደስ ከም ዝበሎም ብምግላጽ እዮም ምስጋና ኣብጽሓልና ኢሎምን ኣለዉ እሞ ምስጋንኦም ተቐበሉ ምሳኹም ዝጸናሕኩ ሓሚየ እየ ክሳብ መወዳእታ ቪድዮ ምሳይ ሓቢርኩም ብምጽናሕኩም ካብ ልቢ የመስግን ክሳብ ብኻሊእ ቪድዮ ዝምለሰኩም ሰላም